ሰላም ተኸታተልቲ ብርሃን ኤርትራ ብርሃን ኤርትራ ንፍትሕን ሓቅን ርትዓውን ዝኾነ ዜና ካብ ምድላይ ጠጠው ኣይክትብልን እያ ስለ ዝኾነ ድማ ሎም መዓልቲ ኣብ ዝሓለፈ ሰሙናት ክፍጸም ዝቐነየ ፍጻመታት ሃገርና ተበጊስና እቲ ሓቂ እዩ እንብሎ ብዛዕባ ጸብጻባት ቤት ትምህርቲ ኣልድያ ኣልኢስላምያ፣ ብማሕበር ተማሃሮ ነበር ኣልድያ ኣልኢስላምያ። ዘተጻሓፈ ጽሑፍ ሒዝናልኩም ቀሪብና ኣለና። ብዝሓለፈ ሰላሳን ሓደን ጥቅምቲ ክልተ ሽሕን ዓሰርተ ሸውዓተን ኣብ ኣኽርያ ዝተላዓለ ሰላማዊ ሰልፊ ማእከል ኣስመራ ኣጥለቕሊቓ ውዒላ። ነጻ ዝኾነ ማዕከናት ዜና ኣብ ዘይብሉ ሃገር ዝመንጨወ ጌጋ ሓበሬታ ካብ ምስማዕ ማሕበር ተማሃሮ ነበር ኣልድያ ኣልኢስላምያ

ድሕረ ባይታ ንዝሓለፈ ኣርብዓን ሸሞንተን ዓመታት ከም ሃይማኖታዊ ልምድን ሕግን ዓርቢ መዓልቲ ዕረፍቲ ተኸተልቲ ሃይማኖት እስልምና ቤት ትምህርቲ ኣልድያ ተዓፅዩ ይውዕል ነበረ። እቶም ዝሓለፉ ናይ ባዕዳውያን ገዛእቲ ኢትዮጵያ ነዚ ልምዲ ጠጠው ከብልዎ ዘይፈተኑ ሎሚ ግን እነሆ ናህና እንብሎ መንግስቲ ግላዊ ቤት ትምህርትና ብዝትፈላለየ ምኽንያት እንዳቕረበ ንኽህግሮን ኣብ ትሕቲ ምምሕዳር መንግስቲ ንኽእትዋን ወሲኑ ቤት ትምህርቲ ኣልድያ ልክዕ ከምቶም ናይ ካልኦት ሃይሞናታት ዝኽተልዎ ናይ ሚኒስትሪን ናይ ባዕሎምን መደብ ኣልድያ ክኣ ኣብ ርእሲ ናይ ሚኒስትሪ መደባት ከም ተወሳኺ ቋንቋ ዓረበኛን ቁርኣንን ከምህር ጸኒሑ እዩ። ንሕና ኣባላት ማሕበር ተማሃሮ ነበር ኣልድያ ብዝረኣናዮን ብናይ ኣስታት ሓምሳ ዓመታት ኣባላትና ኣብ ዝበጽሕዎ ዓቢ ደረጃ ብምንጽጻር ክንርእዮ እንኮለና ቤት ትምህርቲ ኣልድያ እተበርክቶ ትምህርቲ ኻብ እቶም ዝበለጹ ከም ዝኾኑ ክንምስክር ንደሊ። ኣብዚ ዘብጸሐ ኩነታት ከም ሓደ ናይ ግሊ ቤት ትምህርቲ ቤት ትምህርቲ ኣልድያ ኣልእስላምያ ንኣባላቱ ጽቡቕ ኢሉ ብዝኣመኖ መሰረት ተመሃሮ ቀዳማይን ካልኣይ ደረጃን ኣዋልድን ኣወዳትን ኣብ ክፍሊ ተሓዋዊሶም ክመሃሩ፣ ተመሃሮ ካልኣይ ደረጃ ከኣ ኣዋልድን ኣወዳትን ተፈላልዮም ክመሃሩን ኣዋልድ መንዲል ርእሲ ክሽፈና ኣወዳት ከኣ ከምቲ ሚኒስትሪ ትምህርቲ ዝወሰኖ እዮም ዝለብሱ። ሕጂ ኩነታት ኣብዚ ዘብጽሕዎ ዘለዉ ደረጃ ክበጽሕ ዝኸኣለ ናይ ቀረባ ዘይኮነስ ናይ ነዊሕ ዓመታት ኢድ መንግስቲ ዘለዎ ምስ ትምህርቲ ሚኒስትር ዘይምስምማዕ ዝመልኦ ክርክርን ቤት ትምህርቲ ኣልዲያ ኣልእስላሚያ ንዞም ዝስዕቡ ነጥብታት ክትግብር ብዝተሓተተሉ ምኽንያት እዩ። ቁጽሪ ሓደ፣ ቤት ትምህርቲ ኣልዲያ ኣልእስላሚያ ከም እቶም ናይ መንግስቲ ቤት ትምህርትታት ዓርቢ ከፊቱ ክውዕል ቀዳምን ሰንበትን ንዕረፍቲ ክዕጾ። ካልኣይ፣ ኣዋልድ ሽፋን ርእሲ ገዲፈን ምስቲ ኣረኣእያ ሚኒስተር ትምህርቲ ዝደልዮ ዘመን ዝሓለወ ኣቀራርባ ተመሃሮ ኤርትራ ክኸዳ፣ ሳልሳይ ኣወዳትን ኣዋልድን ተመሃሮ ካልኣይ ደረጃ ክተሓዋወሱ፣ ራብዓይ ቤት ትምህርቲ ኣልዲያ ኣልኢስላምያ ዓረበኛን ትምህርቲ ሃይማኖቱን ከቋርጽ ስምምዕ ዝተበጽሓሉ ነጥብታት እዞም ኣብ ላዕሊ ዝተጠቐሱ ሕቶታት ምስ ተሓተቱ ቤት ትምህርቲ ኣልድያ ኣልእስላምያ ተደጋጋሚ ኣኼባታት ምስ ሚኒስተር ትምህርቲ ድሕሪ ምክያድ፣ ዓርቢ ቤት ትምህርቲ ንክኽፈት ከምኡ'ውን ኣወዳትን ኣዋልድን ካልኣይ ደረጃ ኣብ ዝመጽእ ዓመት ምትሕውዋስ ክጅምሩ ተሰማሚዑ። ሚኒስተር ትምህርቲ ግን ኩለን ነጥብታት ኣብ ተግባር ክውዕላ ኣለወን ኢሉ ነቒጹ። ድሕሪ'ዚ ኣመሓዳደርቲ ቤት ትምህርቲ ኣልድያ ኣልኢስላምያ ቐጥታ ናብ ሚኒስተር ትምህርትን ናብ ሓላፊ ኣመሓዳድራ እምነት ሃይማኖት ይግባይ ኣቕሪቦም። ንዝጥርዓን ቤት ትምህርቲ ኣልድያ ኣልኢስላምያ ምስ ናይ ካልኦት ቤት ትምህርትታት ዓዲ ጓዕዳድ፣ መንደፈራ፣ ዝኣመሰሉ ደሚሮም ድሕሪ ምምርማሮም ክሳብ ናይ ግሊ ቤት ትምህርቲ ሓሊፎም ብተወሳኺ ንተምሃሮ ናይ መንግስቲ ዝከታተሉ ንቤተሰብን በብሓደ ኣዋልዶም ሽፋን ርእሲ ምልባስ ንኸቋርፃን መጠንቀቕታ ምሃብን እንተዘይተግቢሩ ከዓ ካብ ቤት ትምህርቲ ከምዝስጎጋን ኣጠንቂቖም። እቲ መንግስታዊ ኣመሓዳድራ እምነት ሃይማኖት ግን እዚ ናይ ምኽልካል ተግባራት ንመሰል እምነት ክል ሰብ ዝግህስ እዩ ብማለት ስለ ዝተቓወመን ንሚኒስትሪ ስለ ዝሓበረን እቲ ምትህልላኽ ዝሒሉ ጸኒሑ ግና ድሕሪ ሓደ ዓመት ናይ ዞባ ማእከል ናይ ሚኒስተር ተወካሊ መምህር በላይ ነቶም ኣመሓደርቲ ቤት ትምህርቲ ኣልድያ ኣልኢስላሚያ ምስ ሓላፊኦም እዞም ሕጂ ተኣሲሮም ዘለዉ ሓጂ ሙሳ መሓመድኑር ጸዊዑ ቤት ትምህርቲ ኣልድያእ ንኸረክቡዋ ሓተቶም። ሓጂ ምሳ መሓመድኑር ብቑጠዔ ንመምህር በላይ ንዚ ሕጋዊ ዘይኮነ ትእዛዝ ኣማሓድራ ቤት ትምህርቲ ከምዘይኽተሎ ገለጽሎም። ድሕሪዚ ኣባላት ኣማሓድራ ቤት ትምህርቲ ንኣካየድቲ ኣልድያእ ኣልእስላምያ፣

ውሳነ ኣመሓድራ ቤት ትምህርቲ ኣልድያ ኣልኢስላምያ። ኣመሓድራ ቤት ትምህርቲ እዚ ውሳነ ዘይተሰምዐ ብዕሊ ኣብ መንግስታዊ ጋዜጣ ዘይወፀ ብምዃኑ ከም ፀረ ቤት ትምህርቲ ኣልድያ ኣልኢስላምያ ዝወፀ ኢና ንግምቶ ብምባል ሓጂ ሙሳ ብቓሎም ንሕብረተሰብና ክነማኽር ኢሎም ወሰኑ። ሕብረተሰብ ማለት ቤተሰብ ተምሃሮ፣ ምሩፃት ተወከልቲ ቤት ትምህርቲ፣ ወከልቲ ልዕሊ ሰላሳ መስጊዳት፣ ኣስመራን ኣባላት ኣውቃፍን እዮም። ከም ቃሎም ከኣ ሓጂ ሙሳ ህብረተሰብ ኣኪቦም ነዚ ዘይሕጋዊ ህገራ ቤት ትምህርቲ ብምቅዋም ነቲ ኣብ ዝትፈላለየ ማዕከናት ቪድዮ ዝተዘርግሐ ኣስምዑ። ንጽባሓይቱ ከኣ ሓጂ ሙሳ ምስ ብዙሓት እዚ ጉዳይ ዝምልከቶም ሰባት ተኣስሩ። ሰሉስ ሰላሳን ሓደን ጥቅምቲ ክልተ ሽሕን ዓሰርተ ሸውዓተን ከኣ ተማሃሮ ኣዴታት ኩሎም ተቐማጦ ኣኽርያ ተኣኪቦም ቤት ትምህርቲ ኣልድያ ኣልኢስላምያ ንኽቋጸሩ ዝመጹ ፖሊስ ንምዕጋት ናብ ቤት ትምህርቲ መጹ። ነቶም ምልሻ እውን ከም ዝምለሱ ገበሩዎም። ንዚ ዘርኢ ቪድዮ ኣብ ዝጥዕመና መዓልቲ ክንዝርግሖ ኢና። ድሕሪ እዚ እኩብ ህዝቢ ንማእከል ኣስመራ ናብ ቤት ጽሕፈት ሚኒስተር ትምህርቲ ብምኽያድ

ኣብ መወዳእታ ዝመጸና ወረ ከምዝሕብሮ ኣባላት ምምሕዳር ትምህርቲ ብኹሎም ተኣሲሮም ይርከቡ ሰላምን ፍትሕን ኣብ ድሌቱ ንኽሰፍን ንምኖ። የቐንየልና።